ሎማዓንቲ ኣብ ወፃኢ ዓዲ ኾንኩም ወይ ድማ ኣብ ውሽጢ ዓዲ ኾንኩም እንታይ ክሰርሕ ንዝብል ሰብ መልሲ ሒዘ መፅእ ኒኹ ኣብዚ ቢዝነስ እዚ ልንቀሳቐስ ገንዘብ ገንዘብ ከይመስለኩም ኣዋልድ ብፍላይ ንፅባቐን ክብላ ዝኸፍልኦ ዘለዎ ዋጋ ብጣዕሚ ተፈለጠ ነገር እዩ እዚ ቢዝነስ እዚ እውን እንታይ እዩ ተይልና ናይ እንዳ ጨጉርን ሜክኣፕን ዘሎ ቢዝነስ ኢና ሎማዓንቲ ክንርኢ ስለዚ ታይ ታይ የድሊ ኽንደይኸ ዋግኡ እስካብ ኽንደይኸ ዓቕሚ ንምጅማር የድልየና ልብል እዚ ኹሉ ክንርኢና ብዝርዝር ኣነ ንዓኻትኹም ዝጠቅም ነገር ናምፃኹ ካብ ሶኒ ሳብ ዓርቢ ናቕረብኹልኹም ይርከብ ንስኹም ድማ ዛልተኻለትኩም ላይክ ሼር ሰብስክራይብ ናገርኹም ድጋፍኹም ናፈቕርኹም ኣርእዩኒ ኣብ ቆጻል ክቀርበልኩም ትደልይዎ ነገር ተሃልዩ ኣብ ኮሜንት ጸሓፉለይ ስለዚ ብዙሕ ወግዕ እውን ስለየንፈቲ ቀጥታ ናብ ጉዳይና ንሓልፍ ኢና ከዚ ብመጀመርያ እስካብ ክንዲ ልኣክል ቅርሺ ንምጅማር ይድልየና ልብል ንርኣ ስለዚ እዚ ቢዝነስ እዚ ንምጅማር ካብ ዝነኣሰ ንምጅማር ተሓሲብና ብሓምሳ ሽሕ ክንጅምሮ እንኽእል ቢዝነስ እዩ እዚ ካብ ልነኣሰ እዩ ዝለዓለ ድማ እስካብ ክንዲ ይውድአልና ትልና እስካብ ሰለስተ ሚእቲ ሽሕ ወይ ድማ ኣርባዕተ ሚእቲ ሽሕ ንምጅማር ኢልና እቲ ሓምሳ ሽሕ ውሽጢ ሰፈር ኮይና ወይ ድማ ኣብ ንኣሰ ከተማ ኮይና ክንሰርሖ እንኽእል ነገር እዩ ኣብዚ ኸ ሰዓት ግና ተወዳዳራይ ኮይና ምስ ካልኦት ክንሰርሕ ኢና ንብል ተሃሊና ኣብ ከተማ ወፂእና ግና ካብ 300 ሽሕ እስካብ 400 ሽሕ ኣብ ዘሎ ዋጋ ክንረኽቦ ንኽእል ኢና እዚ ቢዝነስ እዚ ንምጅማር ማለት እዩ ንምጅማር እውን ብፍላይ ኣብዚ ኸ ሰዓት ውድድር ስለዝኾነ ገዛ እቲ ትሰርሕሉ ዘለኹም ብጣዕሚ ብጣዕሚ ካብ ነኩም ላዕሊ ማለት እዩ ቅድሚያ ክትሰርሕሉ ልግባእ ሞያ ከም ለለ ኮይኑ ናይቲ ቢዝነስ ሞያ መሓዝ ከም ለለ ኮይኑ ግና እቲ ዋና ነገር ናይቲ ገዛ ዲዛይን እዩ ወይ ድማ ውሽጢ ክኾን ይኽእል እዩ ናይቲ ገዛ እንሰርሐሉ ዘለና ቦታ ልግበረሉ ዲዛይን ማለት ካብ ባነር ጀሚሩ ውሽጢ ናይቲ ገዛ ቀለም ሰራሕተኛታት ዝተፈላለዩ መስተዋታት ተጠቂምና መብራህቲ እዚ ኩሉ ብጣዕሚ ወሳኒ ነገር እዩ ኣነ ዘይረ ካብ ለፅናዕኹ ነገራት ኣብ ቢዝነስ ዓለም ለለዉ ኩሉ ሰባት ክርኢ ተለኹ ካብ በዓለ ጀሚሩ ኣብ ምንም ዓይነት ጉዳይ ኣቲና ከዚ ክንገዝእ ንሓስብ ተለና ቅድሚያ ናብቲ ገዙ ድሙቕ ልበለ ወይ ድማ እቲ ዝሰርሐሉ ዘሎ ቦታ ድመቕንቕ ልበለ ተሃልዩ ዝገዛ ብጣዕሚ እዩ ተመራፂ ዝኾን ብሰብ እዚ ኣብ ግምት እቲ ንኢኩም ልዕሊ ሞያ የለን ኣብዚ ከሰዓት ብግልፂ ክነግርኩም ልዕሊ ሞያ እቲ ልኽእል ሰብ መብዛሕትኡ ግዜ ኣብ ልናእሰ ገዛ ተኻርዩ ብጣ ብድሞ ተቑሑ ጀሚሩ እዩ ዝሰርሕ እቲ ሞያ ኣብኡ እዩ ነዮ ግና እቶም ዓበይቲ ኮይኖም ገዝኦም ኣመላኪዖም ዝሰርሑ ሰራሕተኛኦም ብደንቢ ናብዓሎም ዩኒፎርም ገይሮም ፕሮቶኮል ሓልዮም ዝሰርሑ ሰባት ግና ብጣዕሚ ኣብ ምንም ሪኢኹም ኣብ ቤከሪ ቢዝነስ ላ ርኢ ነይረ እያ ኣብ ባንን ኬክን መስርሒ ቦታ ናይ እሞ ርኢ ነይረ መቐለ ብፍላይ ውድድር እዩ ኮይኑ ሕዚ ዲዛይን ውድድር እምበይ ሞያ ልሞተሉ ሰዓት እዮ ገዙ ኣመላኽዑ ሰራሕተኙ ፕሮቶኮል ሕልዩ ዝሰርሕ ሰብ ብጣዕሚ ዕዳጋ ዕዳጋ ነይዎ ብጣዕሚ ማለት እዩ እቲ ሞያ ሒዙ ገዝኡ ብንእሽተይ ገይሩ ዓቕሚ ዝሰርሕ ሰብ ግና ድሞተሉ እሱ እዩ ኩሉ ግዜ እውን ንመፅእ ስራሕ የለይ ስራሕ ሞይቱ ንበሃል መብዛሕትኡ ሰብ ናበይ ይኸድሉ ቴልኹምኒ ናብቲ ዓብይ ገዝኡ ገዝኡ ኣደማሚቑ መብራህቲ ተጠቒሙ ላይት ዲም ላይት ገይሩ ብዙሕ ነገር ገይሩ ገዝኡ ኣመላኽዑ ዝሰርሕ ሰብ ሰብ ኩሉ ግዜ ካብ ባዕለ ጀሚሩ ኣነ ማለት እዩ ዝኾነ ክገዝእ ተኸይደ ገዝኡ ኣመላኽዑ ሓሪፍ ዝኾነ ክረእ ተሎ ዝስሕብ ገዛ ተኾይኑ ንኣው ቀጥ ኢለ ንኸዳነ ካብ ባዕለ ጀሚሩ ክሪኦ ተለኹ ባዕሉ ማለት እዩ ስለዚ ኣነ ኣብ ቢዝነስ ዓለም ኣብ ምንም ተኣት ተለኹም ቀድሚያ ዲዛይን ይልቐልዱ ሞያ ከምለለ ኮይኑ ድሕሪ ግና ናይቲ ገዛ ዲዛይን ብጣዕሚ ክትጥቀሙ ለለኩም ቀመሪ ማለት እዩ ስለዚ ኣብ ባነር ኣብ መስትዋት ኣብ መብራህቲ ሰራሕተኛ ፕሮቶኮል ኣሕሊኹም ተጀሚርኩም ምንም ዓይነት ቢዝነስ ኣብዚ ኸሰዓት ከዋፀኩም ዝኽእል ቢዝነስ እዩ ስለዚ ንኡ የለለ ሓምሳ ሽሕ ኣብ ውሽጢ ሰፈር ወይ ድማ ኣብ ልኣሰ ከተማታት ትግራይ ትኾይኑ ሞር መብዛሕትኡ ተመሳሳሊ ሰልኾነ ከጀምረኩም ይኽእል እዚ ቢዝነስ እዚ ብእውን ተጠቂምኹም ምስራሕ ትኽእሉ ኢኹም ወይ ድማ ካልኣይ ደረጃ ማሽናት ተጠቂምኹም ክሰርሑ ትኽእሉ ኢኹም ኣብ መቐለ መፅኹም ግና ክሰርሕ እየ ልብል ሰብ ተሃልዩ ግና ግድን ግድን ብቀዳማይ ደረጃ ማሽን ኮይኑ ብኩሉ ዓይነት ልክዕ ዝኒዎ ሜክኣፕ ናይ ጨጉሪ ናይ እግሪ ናይ ፅፍሪ ዝተፈላለዩ ናይ ኢድ ፅፍሪ እውን ሓዋዊሱ ዞዝኒኦ ኩሉ ነገር ኣጠቃሊሉ ተሒዙ ዝገዛዚ ምንም ዘይሳኽዐሉ ምክንያት የለ እዩ ስለዚ እዚ ቢዝነስ እዚ ብጣዕሚ ኣነ መሪፀ ካብ ክሰርሐልኩም ዝሓሰኹ ፕሮግራም እዩ ምክንያቱ እውን ኣብ ጓላት ይኹና ማንም ነገራት ተዘ ዓባይ ስብኢቲ ጀሚራ ወጣቱ ጀሚራ ኩሉ ሰብ ለሎ ኣብ ናዳ ጨጉሪ እዩ እንግዮ ምንም ዋላ ቀደም ጥሪ ይበሃል ነይሩ ዝኾነ ዝግጅት ክበሃል ተሎ እዩ ሰብ ዝስራሕ ነይሩ ሜክኣፕ እና ጨጉሪ ሎሚ ግና ምንም ዓይነት ፕሮግራም ዋላ ሶኒ ይኹን ሶኑስ በቃ ኩልደን ኣጓላት ተሪኽነን ኣብ ዝኾነ ሰዓት ሜክኣፕ ተሰሪሐን ጨጉረን ተሰሪሐን ኣብ ስራሕ ቦታ ንርከባሉ ሰዓት ኢና ኢና ስለዚ ሰብ ሃምና ቀደም ይኾነን እዮ ኣብዚ ክተስተውዕል ነይኩም ሰብ ምህዘ ጀሚራ ኣነ ለይ ከዋፀን ይኽእል እዩ ሰብ ገንዘብ የወሊኑ ዓዱ ምናምን ኢልካ ምሰባብ ዘይኾነሉ ታይሚን እዩ ምክንያቱ ሰብ ኩሉ ባዕልካ ብተሪኡ መንገዲ እዩ ዝስራሕ ስለዚ ኩሉ ሰብ እንታይ ገይሩ ይናበር ሉ ትብሉ ኢኩም ሓደ ሓደ ግዜ ኢላ ስለዚ ኣብዚ ነገር እዚ ምርጥ ጌርኩም ስራሕኩም ተጀሚርኩሞ ዘይሳክዐሉ ምክንያት ኣይህልይ ሰብ ኣብ ገንዘብ ለለዉ ታይሚን እዩ ሰብ ግና ክነግኔሉ ንክእል መንገዲ ኣበይ ኒኦ ልብል ኢና ክንእል ሽለለና ስለዚ ሰበብ ይኒእትልኩም ኣብቲ ዓብይ ስቶር ገይሩ ብደንብ ገይሩ ኣስፊሑሉ ጅም ሰብ ኣብኡ እዩ ንኡ ሰብ ስለዚ ዝሰብሱ ኣምፂኹም ናብ ባዕልኹም ቦታ ክትወስድዎ ኣለኩም ስለዚ ግን ኣዩ መቐለ ከም ኣዲስ ኣበባ እዚ ኣዲስ ኣበባ ብጣዕሚ ካብ መጠን ላዕሊ ንዩ እዚ ቢዝነስ እዚ ገና መቐለና ግና ኣብ ቀዳማዊ ወያነ ዝበሃል ትፈልጥዎ ትኾንኩም ብዙሕ ሰብ ኣብኡ ተሰማሪ ዝርከብ ግና በብሰፈሩ ከዚ ዋላ ንእሽተይ ናኸተም ኢል ዝርከብ ብምሉእ ቦታታት እዚ ከተማ ምኻድ ባዕሉ ኣይፅበዩ ስለዚ ኣብ ማንም ሰፈር ኣትኹም ኣብ መቐለ ኣትኹም ኣስፍሕ ቢልኩም ሰራሕተኛታት ወሲኹም ከይሳዕሳዕኹም ደንቢ ጌርኩም ተጀሚርኩሞ እዚ ቢዝነስ እዚ ለየዋፅእሉ ምክንያት ኣይህል ስለዚ ሙሉእ ነገር ትደልዩ ተሃለኹም ብውሽጢ ኣማኽሩኒ ኣነ ልሓሽ ቦታት ገዛ ክራይ ከራኸብኩም ይኽእል እያ ምንም ዓይነት ቢዝነስ ምጅማር ተሓሲኹም ናይ ዳባንን ኬክን ክኾን ይኽእል እዩ ናብ ምንም ዓይነት ቢዝነስ ዳ ጨጉሪ ናብ ወዳት ስለ ክኾን ይኽእል እዩ ናብ ጓላት ለሃምዚ ዳይ ክዳን መሸጢ ናብ ቬሎ መካረይ ባዕሉ እዚ ዝተፈላለዩ ነገራት ቢዝነሳት ንምዝማር ኢና ክንሓስብ ተይልኹምኒ ኣናግሩና ኣና ዝሓሸ ነገር ለ ከካፍለኩም ይኽእል እያ ስለዚ ከይትሽወዱ ስራሕ ሞይቱ ዝበሃል ታይም ይኮነ ኢና ውሰ ሰዓት ሰብ ሰርሕሉ ይኣትሎ እዩ ናይቲ ሰብ ምርካብና ንዓልና ፀገም እዩ እምበይ ሰብ ይሰርሕሉ እዩ ሃፋቱን ብደንቢ ለፍትምሉ ግዜ እኒኦ ድኻታት ለማርሉ ግዜ እኒኦ ስለዚ ሰበበይ ኒኢልኩም ኣሊሾም ትረኽቡሉ ኢኩም ስለዚ ገዛ ተኻሪኹም ብደንቢ ኣፅፊፍኩም ተስሪሕኹምዎ ስራሕ ልወጥሉ ምክንያት ኣየሊ ስለዚ ኣማኹርኒ ብውሽጢ መስመር ብቴሌግራም ኢሞ ዋትሳፕ ረኸውኒ ትጅምሮ ልሓሰኹም ዓዓድኹም ተሃልዩ ንገሩኒ ኣነ ካብ ገዛ ክራይ ጀሚሩ ካብ ምንም ዓይነት ቢዝነሳት ላረእኹ ልመፃኹዮ ብዙሕ ነገራት ለ ሰሪሕና ኢና ስለዚ ብኡ መሰረት ጌርኩም ኣናጉርኒ ብውሽጢ መስመር ኣነ ልሓሸ ነገር ከራኸኩም ከጀማምረኩም ይኽእል ከተሓዘኩም ይኽእል እየ ነገራት ማለት እዩ ስለዚ ቀረባ ግዜ እውን ልጅምሮ ፕሮግራም ይህልዩ ናይ ዝተፈላለዩ ቢዝነስታት ኸድና ኣዋፃይነቱ ንባዕሎም ኢንተርቪው ነገርና ክንጥይቕ ኢና ኣብኡ እውን መልሱ ክትረኽቡ ኢኹም ሎማዓንቲ ጠይቐ ፕሮግራም ከመሓላልፈልኩም ደልየ ነይረ እየ ኣጋጣሚ ናይ ሰብ ብዝሓት ኮይኑ ምንም ግዜ ክረክብ ይክኣልኩይ እዛ ትሰርሕ ሰብለ ናይ ኣዳ ሜክኣፕ እንዳ ጨጉሪ ትሰርሕ ስለዚ ብዛዕባ ናይ ክጥይቃ ኢለ ሓሲበ ነይረ ብጣዕሚ ሰብ ካብ ምውዝሕሉ ተላዕለ ምንም ታይም ክረክብ ስለኒ ካልኮ እየ እምበር ኣእቱ ኣለኹ መልሲ ካብኡ ክትረኽቡ ነይርኩም ኢኹም ብጣዕሚ እዩ ገሪምና ኣነ ሎማዓንቲ ኣቲ ክጥየቕ ተለኹ ዳርጋ ብሰልፊ ክትብሉ ትኸሊኹም ሰልፊ ነይሩ ቡቲ እግረን ፅፍረን ስራሓ ነይረን ቡቲ ዝተፈላለዩ ነገራት ዝግበረሉ ገዛ እዩ ነይሩ ስለዚ ኣብ ቀረባ ግዜ ግን ናይ ዝተፈላለዩ ቢዝነሳት ክቀርበልኩም እያ ኣብ ወፃኢነቱ ብኡለ ትዕዘቡ ዝተፈላለዩ ዳ ጁስ ዝሰራሓ እኒዋ ዳ ዝተፈላለዩ ዓይነት ዳ ምግቢ ባዕሉ ኣብዚ ከሰዓት መዓልቲ መዓልቲ ንጥቀሞ ዳ ምግቢ ሰባት ብጣዕሚ ዝጥቀሙሉ ዘለዉ እሱ እዩ። ኣብ ምግቢ ዙርያ ተሰሪሕኩም ኣብ ናይ መልክዕ ከምዝለ ናይ ፅባቐ ሰብ ከይፈትዮ ዝጥቀሞ ነገር ስለ ዝኾነ ማለት ናብ ምንም ነገር ከይብላዕካ ትኸድ ይትኸል እዩ ፀጉርካ ለለ ተንጨባርኻ ክትኸድ ስለ ይትኸል ኣብ ትኸድ ሰዓት ግድን ዝኾነሉ ታይም ስለ ዝኾነ ብዙ ኣብ ወፃኢነቱ ከምዚ ዓይነት ቢዝነሳት ኣየጠራጥር እዩ ኣብ ከትጠራጠር ግና ኣብ ፀኒሖም ክሽወጡ ዝኽእሉ ነገራት ኮይኑ ኣብ ንኣብነት እዚ ዓበይት ና ፈርኒቸር መሸጢ ክኾን ይኽእል ዩ ና ቲቪ ና ፍርጅ መሸጢ ክኾን እንተኾይኑ ሜቢ ቀስ ናበለ ክሽወጥ ልኽእል ሰብ ልኽእል ነገር ስለ ዝኾነ ብጣዕሚ ከቢድ ክኾን ይኽእል እዚ ግና መዓልታዊ ሰብ ክጥቀሞ ልኽእል ትኾይኑ ከም ዳ ባንን ኬክን ዳ ጁስ ዳ ምግቢ እንዳ ጨጉሪ ከምዚ ዳ ሜክኣፕ ናወዳትና ናጓላት እዚ ምንም ክሞት ለይኽእል ቢዝነስ እዩ ዘቃ ኣብዚ ሰዓት ሰብ ከይፈተየ ክጥቀሞ ልኽእል ነገር ስለ ዝኾነ ብዚ ቢዝነስ ኣብ ወፃኢነቱ ምንም ጥርጣረና ፍርሒ ክሓድረኩም የብሉይ ስለዚ ልኣኽልኩም ገንዘብ በተለይ ኣብ ወፃኢ ዓዲ ኹንኩም መፂኹም ክትሰርሑ ልሓሰኹም ሰባት ሃሊኩም ዓቕሚ ትሃሊኩም ማለት እዩ ስታንዳርዱ ልሓለየ ተወዳዳራይ ኮንኩም ቅድሚት ኮንኩም ትርከብሉ ነገር ክትሰርሕሉ ኢኩም እምበር ዝንእሽተይ ጀሚረ ቃስ ናብሉ ኩሉ ክዓቢ የልብል ነገር ሃምለሎ ኮይኑ ንሱ ዓቕሚ እንዳሕ ለብልካ እዩ ንዓቕሚ ለብሉ ሰብ ሃምልካ ክትመርኮ ግድን እዩ ዓቕሚ ሒዝካ ግን ቀስ ናበልኩ ሰስዕካ ቀስ ናበልኩ ክጅምሮ የልባሃል ነገር ግን ምንም ዘይሰርሐሎም ዝኸሰዓት እዩ ንኡ ኢለ ሰብ ኩሉ ሰብ ስራሕ የለይ ሞይቱ ዝብል ዘሎ ንኡ ምክንያት ስለዝኾነ ሓሪፍ ዝኾነ ቢዝነስ ጀሚርኩም ክትቆፅሉሉን ኢኩም ማለት እዩ ስለዚ ዳሕና ክጅምር እየ ዝብል ሰብ ተሃልዩ ካብ 300 ሽሕ ክሳብ 400 ሽሕ ኣብ ዘሎ ዋጋ ክትረኽብዎ ትኽእሉ ኢኹም ስለዚ ዝተፈላለዩ ማሽናት እውን ርኤ ነይረ እየ ከምቲ ወለኹም ኣብቲ ቪድዮ ቪድዮ ዝተፈላለዩ ፎቶታት ለ ከቕረልኩም እያ ስልኪ ከቕምጠልኩም እየ ናይቲ ልሸጥ ወዲ ኣብ ኮሜንት መጀመርያ ከቕምጠልኩም እየ ስልኩ ብሞ ዋትሳፕ ቴሌግራም ንኡ ለረኸብዎ ዝተፈላለዩ ማሽናት ትደልይዎ ነገር ጠይቕዎ ንኣወዳትና ንኣጓላት ይሕዝ እዩ ስለዚ ኣብ ቀዳማ ወያና ኢሉ ርከብ ቀዳማ ወያና ኣብ ርከብ ቦቱ ብዛዕባ ትደልይዎ ነገር ማሽናት እንደ በዝሒ ኢኹም ትደልዩ ነገራት ኩሉ ኢንፎርሜሽን ክበኩም እዩ ብጣዕሚ ሓሪፍ ልባለ ኣቕሓ ልሕዝ ሓሪፍ ወዲ እዩ ስለዚ ቢሞ ዋትሳፕ ቴሌግራም ርኸቦ ስልኮ ኣብ ኮሜንት መጀመርያ ክቐምጠልኩም እያ ብዙ ንምግላፅ ከቢድ ስለዝኾነ እዩ ሕድሕድ ነገር ኣቕሓ ብጣዕሚ ካብ መብዝሑ ልተላዕለ ንምግላጽ ከቢድ ሰልኹን ልማዓንቲ ብዛዕባ ናይዚ ቢዝነስ ኣዋፃይነቱና ነገራት ኩሉ ከረደኩም ብምባል እየ ኣቕሪብልኩም ነኹ ስለዚ ስልኩ ከቕምጠልኩም እያ ኮሜንት ደዊልኩም ለሉ ኢንፎርሜሽን ነገራት ክወኩም እዩ ሓሪፍ ዝኾነ ነገራት እውን ከማኽረኩም ስለ ዝኽእል እየ ስለዚ ኩራት ተመልከቲ ሰሪሕኹም ተለወጥሉ እዚ ታይም እዚ ንዓኻትኹም እዩ ብፍላይ ገንዘብ ሒዝኹም ስራሕ ኣይድያ ዝጠፍእኩም ተሃልዩ ማለት ዓቕሚ ሓሊካ ሓዳደ ግዜ ሓሳብ ክጠፈካ ስለ ዝኽእል እዚ ነገራት ናብ ምጭናቕ ነገር ተሃሊኩም ከምዚ ዓይነት ቢዝነሳት ኣብ ማእኸልና እቲ ክቀርበልኩም እዮም ኣብ ወፃኢ ዝኾኑ ቢዝነሳት ኣብዚ ሰዓት ታይንዮ ልብል ነገራት ማለት እዩ ስለዚ ንሎማዓንቲ ነበረኒ ፕሮግራም እዚ ይመስል ኣብ ቀፀልቲ መዓልታትላ ከምዚ ዓይነት ሓደሽቲ ቢዝነሳት ተሃልዩ ናብ ቀፀልኩ ክቀርበልኩም እዩ ማለት እዩ ኣብ ናጋ ግና ብናይ መስርሕ ገዛ ኣቑሑ ተመሊሰ ክመፀኩም እያ ሰብስክራይብ ዘይገርኩም ሰባት ሰብስክራይብ ናገርኩም ላይክ ላሓዊስኩም እዚ ቪድዮ ለትጠቕምዎ ናብ ትብልዎ ሰብ ኩሉ ሼር ናገርኩም ለኣኹሉ ኣብ ቐፃሊ ፕሮግራም ስከ ኣብ ንራኸብ ሰላም ንዓኻትኩም ይኹን ቻው